ሰላም ዝኸበርኩም ተኸታተልትና ከመይ ትኾኑ? ሎሚ ከተማ ኣማራን ብሰፊሑ ክንድህስስ ኢና። ሰናይ ምክትታል። ብርግጽ ዑደትና ንብዘላ ዒራቕ ዘጠቓለለ ክኸውን እዩ። እቲ ናይ ኩሉ ስልጣነታት ጥርዚ ዝነበረ መሶፖታምያ፣ እቲ ካብ ኩሉ ዝኸፍአ ኩናት ዒራቕን ኣብ መራኸቢ ብዙሃን ሓንቲ መዓልቲ እኳ ስማ ብጽቡቕ ዘይለዓል ናይ ባቕዳድ ሓቀኛ መልክዕን ከነርእየኩም ኢና። ኣብ ሃይማኖት ምስልምና ቅድስቲ ናብ ዝኾነት ከተማ ካርባላን ማእከል ፍልጠት ናብ ዝኾነት ናጃፍን ክንከይድ ኢና። ናብ ባቢሎን ብምኻድ ድማ ነቲ ግርማዊ ቤተ መንግስቲ ናቡከደነጾር ክንበጽሕ ኢና። ታሪኽ ሸውዓተ ሽሕ ዓመታት ዘለዋ ከተማ ኤርቢል ታሪኽ ምስ ዘመናውነት ከመይ ከም ዘወሃደቶ እናረኣና ክንድነቕ ኢና። ሰናይ ጻንሒት። ናይ ሎሚ ዒራቕ ናይ ኩሉ ስልጣነታት መሰረት ዝበሃል ስልጣነ ሜሶፖታምያ ዝነበረት ሃገር እያ። ኣልጀብራ፣ ጂኦሜትሪ፣ ኳድሪክን ኪዩቢክን ኢኩዌሽን ሓዊስካ ቅድሚ ፓይታጎራስ ማለት ፓይታጎራን ቲዮሪ ዝተንተኑ ናይ ሕሳብ ሊቃውንቲ ናብዛ ዓለም ቅድሚ ምምፅኦም መበቀሉ ኣብዚ ሕጂ ንሪኣ ዘለና ሃገር እዩ ተወሊዱ ሓደ ደቂቕ ሱሳ ሰከንድ ሱሳ ደቂቕ ድማ ሓደ ሰዓት ሙሉእ ክቢ 360 ዲግሪ ምዃኑ ዝነገሩና ንሳቶም እዮም ወዲ ሰብ ሓሳቡ ብጽሑፍ ምስፋር ከም ዝከኣል ዝፈጠረሉ ኪኒፎርም ዝተባህለ መጀመርያ ዓይነት ጽሑፍ ዝፈጠሩን ካብ ኩሎም ሕግታት ቀዳማይ ዝበሃል ሕጊ ሃሙራቢ ዝነደፉ ምዕራባውያን ወይ ኣሜሪካውያን ኣይኮኑ ዒራቃውያን እዮም ምሁራታ ኣብ ሕክምና ስነ ከዋኽብትን ፍልስፍናን ሎሚ ዓለም ዝበጽሓቶ ዕቤት መሰረት ዘንጸፉ ህዝቢ እዮም እዛ ሃገር ብወገን ሃይማኖቱን ኣዝዩ ዝተፈለየ ገጽ እዩ ዘለዋ ኣብ መጽሓፍ ቅዱስ ካብቶም ንገነት ዘስትዩ ዝነበሩ ኣርባዕተ ወሓይዝቶም ክልተ ጢግረስን ኤፍራጥስን፣ ህንጻ ባቢሎን፣ ቤተ መንግስቲ ናቡከደነጾር ከምኡውን ትውልዲ ዓዲ ኣቦን ኣብርሃም ኣቦ ይስሓቅ ዝኾነት ኡር ትበሃል ዓዲ እውን ኣብዛ ሃገር እያ ዘላ። ኣብ ሓደ መዓልቲ ጥራይ ዒስራ ሚልዮን ሰዓብቲ ሃይማኖት ምስልምና ንሃይማኖታዊ በዓል ዝእከብሉ ቅዱስ ቦታ እውን ሒዛ ትርከብ ብመንፅር ኣስተዋፅኦ ክንርኢ ከለና ድማ ኣብ ዓለም ካብ ዘለዋ ዝለዓለ ናይ ነዳዲ ቀረብ ዘቕርባ ሃገራት ኣብ ሓምሻይ ደረጃ ትስራዕ መሬታ ስርናይ፣ ስገም፣ ሩዝን ተምርን ካብ ዋሒዛ ድማ ዓሳ ብብዝሒ ፈጣሪ ዘይበቐቐላ ሃገር እያ። ህዝባ ግን ድኻ እዩ። ብምቾት ተፈሲሁ ከይነብር ከኣ ሓደ ነገር ይጎድላ፣ ሰላም። ሰላም ስለ ዝሰኣነት ኣብ ምድሪ ስመን ብኽፉእ ካብ ዝለዓላ ሃገራት ቀዳመይቲ ኮይና ኣላ። ንዝሓለፉ ልዕሊ ኣርባዕተ ዓሰርተታት ዓመታት ካብ ናይ ኲናት ዙርያ ወጺኣ ኣይትፈልጥን እያ። ሽሕን ትሽዓተ ሚእትን ሰማንያን ካብ ኢራን፣ ኣብ ሽሕን ትሽዓተ ሚእትን ቴስዓን ካብ ኩዌት፣ ኣብ ክልተ ሽሕን ሰለስተን ካብ ኣሜሪካ፣ ኣብ ክልተ ሽሕን ዓሰርተ ኣርባዕተን ድማ ካብ ኣይሲስ ብተደጋጋሚ ብዝመጸ ኲናት ከም ሕሱም ተለብሊባ እያ። በዚ ድማ ኢኮኖሚኣ ዓንዩ፣ ከተማታታን ትሕተ ቅርጻን ፈራሪሱ እዩ። ካብ ኩሉ ንላዕሊ ድማ ብሚልዮናት ዝቑጸሩ ዜጋታት ንሞትን ስደትን ተቓሊዖም እዮም። ካብ ቀረባ እዋን ጀሚሩ ድማ እቲ ጥንታዊ ስልጣኔኣ መሰረት ዝነበረ ክልተ ወሓይዝ ኢፍራጠስን ጢግረስን ብምጉዳሉ ብኸቢድ ሕጽረት ማይ ትሳቐ ኣላ። ነዚ ኹሉ ፈተና ጼራ ግን ካብ ዓረብ፣ ኩርድን ቱርክሜንን ኣሶርን ኣርመንን ጸለምቲ ኣፍሪቃውያንን ዝቖመ ህዝባ ብዘይ ጸጋም ከይተሳዕረ ክሳብ ሕጂ ኣብ ውሽጣ ሓቂፋቶም ኣላ። ሃገሮም ብዙሓት ቱሪስት ናይ ምእንጋድ ዕድል እኳ እንተዘይብላ ከም ገለ ሙሉእ ቂሊኑ ዝመጸ ጋሻ ግን ብዓቢ ፍቕሪ ዝቕበሉ ፈተውቲ ጋሻ እዮም። ባቕዳድ ክበሃል ከሎ መቸም ኣብ ኣእምሮና ዝመጽእ ምስሊ ሓንቲ ዝተረበሸት ከተማ እያ። መሳኹቲ ቴሌቭዥን እውን ኣይሓመቑን፣ ካብ ሰማይ ሓዊ ክዘንባ፣ ካብ መሬታ ሸባሪ ክሓቑና፣ ህንጻታታ ክፈርስን ዜጋታታ ነብሶም ንምድሓን ክጓዩን ጥራይ እዩ ዘቕርበልና። እዚ ሓደ ክፋል ናይቲ ታሪኽ ስለ ዝኾነ ንኽሕዶ ኣይኮነን። የግዳስ እቲ መራኸቢ ብዙሃን ዘርእዩና ገዲፍና ሎሚ በቲ ካልእ መልክዓ ክንሪኣ ክንፍትን ኢና። ባቕዳድ ኣብ ማእከላይ ምብራቕ ንርእሰ ከተማ ክትከውን ተባሂላ ዝተመስረተት እንኮ ጥንታዊት ከተማ እያ። እዛ ከተማ ኣብ 762 ዓመተ ምህረት እያ ተመስሪታ። መስራቲኣ ኣባሲድ ካሊፍ ኣልመንሱር ዝበሃል ክኸውን ከሎ ንዋሕዚ ጢግረስ ጎዝጒዙ ከቢብ ዝኾነ ቅርጺ ሃንዲሶም እዮም መዲናት ኣል ሰላም፣ ከተማ ሰላም ኢሎም ሰይሞማ። ካብ ምስረትኣ ጀሚሩ ክሳብ ኣብ ኢድ ሞንጎላውያን ዝወደቐትሉ ዓሰርተ ሰለስተ ክፍለ ዘመን ድማ ፍልስፍና ግሪኽ፣ ስነ ጽሑፍ ፋርስ፣ መጽሓፍ ሕሳብ ህንዲ ናብ ዓረብ ዝተተርጎመሉን ማእከል ፍልጠተ ዓለምን ነበረት። ካይሮ ትጽሕፍ፣ ቤይሩት ትሓትም፣ ባቕዳድ ድማ ተንብብ ዝበሃል በዚ ምኽንያት እዩ። ሎሚ እውን እንተኾነ ዩኔስኮ ከተማ ናይ ስነ ጽሑፍ ኢሉ እዩ ዝጽውዓ። ኣብ ባቕዳድ እቲ ዝጠንተወ ጎደና ኣልሙታናቢ ናይዚ ኩሉ ህያው ምስክር እዩ። ሎሚ እውን ከም ጥንቲ ተመራመርቲ፣ ደረስትን ጋዜጠኛታትን ፈተውቲ ንባብን ተኣኪቦም መጻሕፍቲ ዘንብቡሉን ዝከራኸሩሉን ቦታ እዩ። እስኪ ካብቶም ጥንታዊ መግቢ ባቕዳድ ንጀምር። ባጊላ ቢልድሂን ዝተብሃለ ካብ ዓተር፣ ቅጫ፣ እንቋቑሖን ኮሚደረን ዝዳሎ ባህላዊ ቁርሲ። ምሳሕ ድማ ካብ ዋሓዚ ጥግሬ ዝተረኽበ ዓሳ መግሱፍ ዝበሃል ተመራጺ መግቢ ናይ ነበርታ እዩ። ባቕዳድ ብዋሕዚ ጢግረስ ኣቢላ ኣብ ክልተ ትኽፈል። ምብራቓዊ ክፋላ ሩሳፋ፣ ምዕራባዊ ክፋላ ድማ ካርክ ይበሃል። እቲ ብሳዳም ሑሴን ዝተሃንጸ ሓወልቲ ኣልሻሂድ ድማ ሓደ ካብቶም ሰሓብቲ ቦታታት እዩ። እስከ ዑደትና ናብታ ኣብ ደቡባዊ ምብራቕ ዒራቕ ማለት ኣብ ማእከል ግዝኣት ማይሳን ትርከብ ኣብ ደንደስ ዋሕዚ ጢግረስ ዝተመስረተትን ሓደ ሚልዮን ህዝቢ ዝነብሩላን ከተማ ኣማራ ወይ ከኣ ኣልኣማር ንኺድ። ከተማ ኣማራ ካብ ዶብ ኢራን ከባቢ 30 ኪሎ ሜተር ኣብ ዘሎ ርሕቐት እያ ትርከብ። ነታ ከተማ ዘቋርጻ ድማ እቲ ፍሉጥ ፈለግ ጢግረስ እዩ። ኣማራ ናይ ሚእትን ስሳን ዓመታት ታሪኽ ዘለዋ ማለት ኣብ ከባቢ ሽሕን ሸሞንተ ሚእትን ስሳን ሓደን እያ ተመስሪታ። እቲ ኣማራ ዝብል ስም ካበይ መጸ ንዝብል ሕቶ ንምምላስ ድማ እቲ ቀንዲ መበቆሉ ካብ ቋንቋ ዓረብ ኮይኑ ዓማራ ካብ ዝብል ቃል ዝተወስደ እዩ። እዚ ድማ ነዛ ብኦቶማን ኢምፓየር ዝተመስረተት ከተማ መንበሪ ወይ ድማ ሰፈራ ዝብል ትርጉም ይህባ። ኣማራ ዝብል ቃል ኣብ ብዙሕ ቦታታት እውን ኣሎ። ንኣብነት ኣብ ሰሜን ሱዳን ማለት ጥንታዊት ኑብያ ኣብ ጥቓ ወሓዚ ናይል ኣብ ከባቢ ሽሕን ሰለስተ ሚእትን ቅድሚ ልደተ ክርስቶስ ዝተመስረታ ምብራቕን ምዕራብን ኣማራ ዝበሃላ ጥንታውያን ከተማታት ከም ዝነበራ ታሪኽ ይነግረና። እዚኦም ብእንግሊዛውያን ተመራመርቲ ስነ ጥንቲ ነዊሕ እዋን መጽናዕቲ ክግበረሎም ዝጸንሑ ቦታታት እዮም። ካልእ ኣብ ሩማንያ እትርከብ ከተማን ቃላይ ኣማራን ትበሃል እውን ኣላ። ትርጉሙ ድማ መሪር ማለት እዩ። እቲ ዘገርም ኢትዮጵያውያን ምስ ኣምሓራ ዝብል ቃል ኣተሓሒዞም ነዞም ህዝቢ ኢትዮጵያውያን ክገብሮም ይስምዑ እዮም። እንተኾነ ግን ኣምሓራ ዝብል ቃል ካብ ቋንቋ ግእዝ እምበር ናይ ዓረብ ቃል ኣይኮነን። ጸለምቲ ህዝቢ ስለ ዘለዉ ግን ምስ ኢትዮጵያውያን ከጸግዑዎም ይረኣዮም። እሞ ኸደኣ እዞም ሓበሻ ዝመስሉ ህዝቢ ብኸመይ ኣብ መንጎ እዞም ጻዕዳ ዝሕብሮም ህዝብን ተኸተልቲ እምነት ምስልምናን በቒሎም ዶ ትብሉ ኣለኹም? ንኺድ እምበኣር። እዞም ሓበሻ ዝመስሉ ህዝቢ ዛንጅ ዝበሃል መጸውዒ ዘለዎም ህዝቢ ኮይኖም ናብዚ ሃገር ድማ ብሰለስተ መንገድታት ዝመጹን ምስ ምንዋሕ ግዜ ህዝቢ ዝኾኑን እዮም። እቲ ቀዳማይ ዝዓበየን ቁጽሪ ጸለምትን ኣብዚ መሬት ዝመጹሉ መንገዲ ብሓይሊ እዩ ነይሩ። ካብ ታሽዓይ ክፍለ ዘመን ጀሚሩ ግዝኣት ዓባሲድ ንባቕዳድ ከም ቀንዲ ማእከል ንግዲ ክሃንጻ ከሎ ሓደ ዓቢ ጸገም ነበረ። ንሱ ድማ እቲ ኣብ ደቡባዊ ዒራቕ ዝነበረ መሬት ጨዋም እዩ ነይሩ። ስለዚ እዞም ህዝቢ ካብ ገምገም ምብራቕ ኣፍሪቃ ተኸቲሮም በተን ዳው ዝበሃላ መራኽብ ከም ሳርዲን ተጨፋሊቖም ብመልክዕ ባራዩ ዝመጹ እዮም ዕላምኦም ድማ ሓደን ሓደን ጥራይ ነበረ ታክሊስ ማለት እቲ ጨው ኣብ መሬት ባስራን ኣማራን ንሕርሻ ብቑዕ ክሳብ ዝኸውን ነቲ ጨው ብኢዶም ጊሒጦም ከጽርይዎ ዝሰርሑ ጊላ ወይ ድማ ጊላነት ማለት እዩ። እዚ ተመክሮ እዚ ሓደ ምዕራፍ ካብ ዛንታ ስቓይን መከራን ኣፍሪቃ እዩ። ጸኒሑ ግን ንዓባይ ኢምፓየር ዓባሲድ ዘንቀጥቀጠ ናዕቢ ዛንጅ ዝተወልደሉ መሬት እውን እዩ። ምናልባት ግዜ እንድሕር ረኺብና ካልእ መዓልቲ ብዛዕባ እዚ ናዕቢ ሓደ ርእሱ ዝኸኣለ ዶኩመንታሪ ክንሰርሕ ኢና። ንቐጽል። እቲ ካልኣይ ጉዕዞ ኣመጻጽኣ ጸለምቲ ድማ ብንግድን ብሞያዊ ምልውዋጥን እዩ ነይሩ። ምብራቕ ኣፍሪቃን ወሽመጥ ፋርስን ፐርሽያን ጋልፍ ንኣሽሓት ዓመታት ብንግዲ ዝተኣሳሰሩ እዮም ነይሮም። ብዙሓት ጸለምቲ ከም ባሕረኛታት ሰይለርስን መራሕቲ መራኽብን ኮይኖም ድማ ምስ ዓረባውያን ነጋዶ ናይ ስራሕ መሻርኽቲ ክኾኑ መጺኦም እዮም። እዞም ሰባት እዚኦም ኣብ ባስራን ሲራፍን ምስ በጽሑ ንብረትን መሬትን የጥርዩ ነበሩ እዚኦም ባሮት ዘይኮኑ ከበርቴን ሰብ ንዋይን ክፋል ሕብረተሰብ ኣፍሪቃ እዮም ኣብቲ ዞባ ስድራ ቤት መስሪቶም ምስ ዓረብን ፋርስን ዝተሓዋወሰ ባህሊ ዘማዕረጉ ክኢላታት እውን እዮም እቲ ሳልሳይን ናይ መወዳእታን መንገዲ ድማ እቲ ወታደራዊ ታሪኽ እዩ። ነገስታት ፋርስ ማለት ኢራን ንዓበይቲ ጀነራላት ዒራቕን ጸለምቲ ኣፍሪቃውያንን ወታደራት ንኽህልዎም ይመርጹ ነበሩ። ምኽንያቱ ድማ ጸለምቲ ወታደራት ብቑራጽነቶምን ብተኣማንነቱም ዝእመነሎም ህዝቢ ምንባሮም እዩ። እዞም ወታደራት እዚኦም ከም ፍሉያት ሓለውቲ ቤተ መንግስቲ ወይ ኢላይት ጋርድስ ኮይኖም የገልግሉ ነበሩ። ካብቲ ኣብቲ ዞባ ዝነበረ ዓሌታዊ ፖለቲካ ነጻ ስለ ዝኾኑ ንንጉስ ጥራይ እሙናት ነበሩ። ድሕሪ ናይ ነዊሕ ዓመታት ኣገልግሎት ድማ ልዑል ክብርን መሬትን ተዋሂብዎም ኣብቲ ጥንታዊ ስልጣነ ሜሶፖታምያ ከም ክቡራት ዜጋታት ተዋሃሂዶም ተረፉ። እዞም ሰለስተ መንገድታት ማለት ባርነት፣ ንግድን ወታደራዊ ኣገልግሎትን እዮም ነዚ ሎሚ ኣብ ዒራቕን ኢራንን ዝረአ ከባቢ 2 ሚልዮን ዝበጽሕ ጸሊም ኣፍሮ ህዝቢ ዘፈጠርዎ። እንተኾነ ግን ሎሚ ታሪኽ ተዋሂዱ ነብሶም ከም ኢራናውያን ዒራቓውያን እዮም ዝፈልጥዋ። ታሪኽ ከም ዝሕብረና ግን መበቆሎም ካብ ዛንዚባር፣ ኬንያ፣ ሞዛምቢክን ታንዛንያን ምዃኑ እዩ። ካልእ ክፋል ታሪኽ ናይዛ ሃገር ድማ ኣብቲ ዘመናዊ እዋን ዒራቕ ናይ ሎሚ ዒራቕ ንኽትከውን ናይ ሳዳም ሑሴን ተራ ቀሊል ኣይነበረን። መብዛሕትኦም ዒራቕ ኣሜሪካ ብዕላማ ከም ዝወረረታን መራሒኣ ቀቲላ ነታ ሃገር ዑና ከም ዝገበረታን ንፈልጥ ኢና ኢለ ይግምት። እንተኾነ ግን እዛ ናይ ሳዳም ዒራቕ ቅድሚኡ ክልተ ዓበይቲ ኲናት ሰጊራ እያ። እቲ ቀዳማይ ከባቢ ሓሙሽተ ሚእቲ ሽሕ ዒራቓውያን ዘህለቐን ኣስታት ሓደ ትሪልዮን ዶላር ዝግመት ንብረት ዝዓነወሉን ንሸሞንተ ዓመታት ዝቐጸለ ኲናት እዩ። እዚ ኣብ ሽሕን ትሽዓተ ሚእትን ሰማንያን ምስ ጎረቤታ ኢራን ዝገጠመቶ ዓቢ ኲናት ኮይኑ ኣያቶላ ኸሚኒን ንሳዳም ሑሴን ኣብ ሽሕን ትሽዓተ ሚእትን ሰብዓን ትሽዓተን ስልጣን ምስ ሓዙ ድሕሪ ናይ ኣዋርሕ ዝሰዓበ ኲናት ማለት እዩ። እቲ ኲናት ሸሞንተ ዓመታት ወሲዱ ኣብ ሽሕን ትሽዓተ ሚእትን ሰማንያን ሸሞንተን ምስ ተዛዘመ ድማ ድሕሪ ክልተ ዓመት ኣብ ሽሕን ትሽዓተ ሚእትን ቴስዓን ሳዳም ንኩዌት ወረራ። እንተኾነ ግን ብኣሜሪካ ዝምራሕን ሕቡራት ሃገራት ዝተወደበን ኣህጉራዊ ወፍሪ ብምክያድ ዒራቕ ካብ ኩዌት ብምውጻእ ተደምደመ። ውጽኢቱ ግን በዚ ተዛዘመን። ሕቡራት ሃገራት ኣብ ልዕሊ ዒራቕ ብዙሕ እገዳታት ደርደረት። ጌና ሳዳም ካብ ስልጣን ከይወረደ ከሎ ድማ እቲ መብዛሕትና እንፈልጦ ናይ ክልተ ሽሕን ሰለስተን ወራር ኣሜሪካ ሰዓበ። እዚ ኹናት እዚ ብዙሕ ናይ ሽጣራ ትንተናታት ዝተጋወሓሉ እኳ እንተኾነ፣ ኣሜሪካ ብግልጺ ብዝጠቀነቶ ጠቐነ ከም ምኽንያታት ተቖጺሩ ጥራይ እንተተመዚኑ ልክዕ ኣይነበረን። ኣሜሪካ ንዒራቕ ዝወረረትሎም ክልተ ቀንዲ ምኽንያታት ድማ እዚኦም እዮም። ዒራቕ ንህዝቢ ዘህልቕ ኬሚካላዊ ኣጽዋር ዓጢቓላን ንኣልቓዒዳ ትሕግዝን እያ ዝብሉ እዮም ነይሮም። ክልቲኦም ምኽንያታት ግን ተጻርዮም ሓሶት ኮይኖም ተረኺቦም እዮም። እቲ ናይ ኣሜሪካን ዒራቕን ኲናት ኣብ 2003 ክሳብ 2011 ዝቐጸለ ኮይኑ ብኣማኢት ኣሽሓት ዝቑጸሩ ዜጋታት ዝሞትሉ፣ ሚልዮናት ዝተሰድሉ፣ ንዕራቕ ድማ ንዘመናት ንድሕሪት ዝመለሳን ሕሱም ኲናት ኮይኑ ተመዝጊቡ ኣሎ። እቲ ናይ ኣሜሪካ ኲናት ኣብ 2011 እኳ እንተብቅዐ ውጽኢቱ ግን ንኣይሲስ ወሊዱ ካብ 2014 ክሳብ 2017 ንዕራቕ ኣብ ካልእ ኲናት ሸሚምዋ እዩ ከይዱ። ናይ ሎሚ ዕራቕ ድሕሪ 20 ዓመታት ምርግጋእ ዝረኣየላ ኣብ ህንጸትን ልምዓትን ቁሩብ ፍኒሕኒሕ ክትብል ዝጀመረት ሃገር ክትከውን በቒዓ ኣላ። እምበኣርከስ ዝኸበርኩም ተኸታተልተይ ታሪኽ ምስቶም ጸለምቲ ኣፍሪቃውያን ኣተሓሒዝና ዘቕረብናልኩም መደብ ነዚ ይመስል ነዚ መደብ እንድሕር ፈቲኹምዎ ላይክ ምግባር ኣይትረስዑ እናበልኩ ብኻልእ መደብ ክሳብ ዝምለሰኩም ሰሰናዩ